ንምፍዋሱ እንድሕር ኮይኑ ካብቲ ቀንዲ ኣሳልጦታት ኣብዚ ዝሓለፈ ዓመታት ናይ መንግስቲ ክኢላዊ ዓቕሚ ሰብ ንምፍራይ ዝተገብረ ወጻኢታት እዩ። ብኡ መጠን ከኣ ኣሽሓት በብዓመቱ ብዝተፈላለየ ሞያ ሰልጢኖም እዮም እቶም ኣብ ዓውድታት ስራሕ ዝዋፈሩ ዘለዉ። ብመጠን እቲ መንግስቲ ዝገበሮ ወፍሪ ንሳቶም ከኣ ብኣድማዕነት ነቲ ሃገር ንኸገልግሉ ምስዚ ክትብሎ ዝጸናሕካ እቲ ፖሊሲ ኣካይዳ ናህና ከመይ ብመጠን በዝሖም ማለት እዩ። ብኻልእ መዳይ ከኣ እቲ ኪላዊ ዓቕሚ ካብዛ ሃገር ዞቒቕካ ንምውጻእ ዝግበር ሸርሒ ብኸመይ ኢና ከኣ ክንከላኸሎ ንኽእል ክብል ትብል እሞ ሕጂ ኣብዘን ዝሓለፋ ሰለስተ ዓመታት ክልተ ዓመታት ኢልና ክንዛረብ ካብ ነዊሕ ግዜ ዘስተብሃልናሉ ግን ከነተግብሮ ዘይከኣልና ኣብዚ ዝሓለፈ ክልተ ዓመት ኣተግቢርናዮ ንብሎ ብቐንዱ ናብ መንእሰያት ዘተኮረ እዩ። ዓመት ዓመት ንኣብነት ልዕሊ ዓሰርተ ሓሙሽተ ሽሕ ዝኾኑ ናይ ካልኣይ ደረጃ መልቀቒ ፈተና ናብ ኮለጃት ክኣትዉ ምእንቲ ኮፍ ዝብሉ መንእሰያት ኣለዉ። ዝገበርካ ጌርካ መወዳእታ ካብዚኣቶም እቲ ዕስራ ሚእታዊት ዓሰርተ ሓሙሽተ ሚእታዊት ጥራይ እዮም ናብቶም ኮለጃት ዝኸዱ ናይ ዲግሪን ናይ ዲፕሎማን ፕሮግራማት ዝኸዱ እዚ ዓቕሚ እዚ ኣብ ናይ ዲግሪን ናይ ዲፕሎማን ዝከይድ ዓቕሚ ንእሽቶ ዓቕሚ ኣይኮነን። ብውሕዱ ዓሰርተው ክልተ ሽሕ ዓሰርተው ሰለስተ ሽሕ ብውሑድ ኢተተባህለ ክኣ ዓሰርተ ሽሕ ኣብ ዓመት ኣሎ ዓሰርተ ሽሕ ዓቕሚ ናይ መንእሰያት ኣብ ዓመት ዓሰርተ ክልተ ዓመት ተጓዒዙ ኣኺሉ ኣብቂዑ ኣይኣተወን ኣብ ኮለጅ ናይ ዲፕሎማ ናይ ዲግሪ ፕሮግራም ክኸይድ ኣይክእልን ኢዩ ኢልካ ባኺኑ ተርፍ ሕጂ ባዶ ብኽነት ድበሃል ጭርሖ ኣልዒልና ክንሰርሕ ንክእል ኣለና። ነዚ ክንፍውስ ምእንቲ ናይ ማሞስ መደባት ኣተኣታቲና። እቲ ናይ ማሞስ መደብ እንታይ እዩ? ናይ ሰርቲፊኬት መደብ ዝበሃል ክተኣታቶ ክእል ኣለዎ። ብናይ ዲፕሎማን ዲግሪን ደረጃ ክምረቕ እንተዘይከኣለ ወይ ክስልጥን እንተዘይከኣለ እቲ መንእሰይ ናይ ሰርቲፊኬት ፕሮግራማት እውን ክተኣታተወሉ ክእል ኣለዎ። ዕድሉ ክለፎ የብሉን ኣብ ዓሰርተ ክልተ ዓመት ከይዱ የለን ኣይቀንዖን ኣይሰለጦን ባኺኑ እዩ፣ ተደርብዩ እዩ ዝበሃል ነገር ኣብ ኣእምሮ ዝኾነ ሰብ ክብል የብሉን። ስለዚ እንታይ እዩ እቲ ፍወሳ? እዚኦም ሰባት እዚኣቶም ናይ ትምህርቲ ጎደንኦም፣ ናይ ፍልጠት ጎደንኦም እናወሰኽዎ እናመሓየሽዎ እውን ክኸዱ ይኽእሉ እዮም። ንክልክሎም ነገር የለን ኣጋጣሚታት ተፈላለየ ምክንያታት ክህሉ ይክእል ኣይሰለጦምን ግን ክቅፅልሉ ዝክእሉ ጎደና ክክፈተሎም ክክእል ኣለዎ ናይ ማሞስ መደብ ተኣታትዩ እቲ ናይ ማሞስ መደብ ነቲ ዝድለ ዕላማታት ዊን ኣይወቅዐን ማለትሲ እቲ ብዝሒ ኣትዩ ብሰርቲፊኬት ተመሪቆም ተባሂሉ

ንምሉእ ኣበርክቶኦም ባይታን ሃዋህውን ክፈጥር ክኽእል ኣለዎ። ማሞስ ብዝተፈላለየ መገዲ ዕዉት ነይሩ ክበሃል ይከኣል፣ ከፊላዊ ፍታሕ ጥራይ እዩ ኣምጺኡ። ሕጂ ናይ ዓመት ኮርስ ጥራይ ሂብካ፣ ኣብ ሓደ ሞያ ጥራይ ኣምሂርካ ኣብ ስራሕ ኣእቲኻ ጥራይ እቲ ብኽነት ተፈዊሱ ማለት ድዩ? እቲ ሞያኸ ናይ መወዳእታ ንሱ ጥራይ ድዩ? ኖእ ካብኡ ገጹ ክምዕብል ኣሎ እቲ ቁጽሪ በዝሕ ኣሎ እቲ ዓይነት ሞያ ዝወሃብ ዘሎ ከኣ ክመሓየሽ ክኽእል ኣለዎ ብውሕዱ ናብ ዲፕሎማ ደረጃ ውን ክድይብ ክኽእል ኣለዎ ዓመት ዓመት ኣብ ክንዲ ዓሰርተ ሽሕ ብሰርቲፊኬት ተመሪቖም ድበሃል ዓሰርተ ሽሕ ብዲፕሎማ ውን ተመሪቖም ክበሃሉ ክእል ኣለዎም ንሳቶም ፍልጠት ክቐስምሉ ዝኽእሉ ናይ ትምህርቲ ወይ ናይ ሞያ ስልጠና መደባት፣ Vocational፣ መደባት ክተኣታቶ እንተኾይኑ ዎርክሾፓት ክህሉ ኣለዎ፣ ላቦራቶሪታት ክህሉ ኣለዎ፣ ናይ ኮምፒዩተር ክፍልታት ክህሉ ክእል ኣለዎ፣ ብቑዓት መማህራን ክህሉ ክእሉ ኣለዎም፣ ሲስተም ክህሉ ክእል ኣለዎ። ብግብሪ ሞያ ዝቐስምሉ ብጀካ ብክልሰሓሳብ ሞያ ዝቐስምሉ ዓውድታት ክኣህልኽ ኣለዎ። እቲ ዓውድታት ከኣ ክሕረ ክኽእል ኣለዎ። ኣብ ናይ ህንጻ ስራሓት ድዩ፣ ኣብ ናይ ሕርሻ እተፈላለየ ሞያታት ድዩ፣ ኣብ ናይ ሓጺንን ናይ ሓጺነ መጺንን ተክኖሎጂ ድዩ፣ ኣብ ናይ ኤለትሪክ ኣገልግሎታት ዝኣቱ ድዩ፣ ዓውዲ ብዓውዲ እዚኤን እዚኤን እዚኤን እዚኤን እየን እተን እዞም መንእሰያት እዚኣቶም ጽባሕ ንግሆ ክዋፈሩለን ዝኽእሉ ናይ ሃገር ደረጃ ዘሎ ጠለብ ኣብዚ ዓውድታት እዚ ከኣ ከምዚ እዩ ዝመስል ናብኡ ከነምርሖም ክንክእል ኣለና። እንተላይ ናይ ቤት ጽሕፈት ስራሕ፣ ዝተፈላለዩ ናይ ኣገልግሎታት ሞያ ከተምህር ክትክእል ስለ ዘለካ ማሞስ ናብ ዝሓሸ ደረጃ ክድይብ ክኽእል ኣለዎ። እቲ መሳለጥያ ግን ክዋደድ ክኽእል ኣለዎ። እዚ ሕጂ ዝማዕበለ ናይ ማሞስ ካብ ዓመት ናብ ክልተ ዓመት ክሰጋገር ዝኽእል ብዓይነት ናይቲ ዝወሃብ ትምህርቲ ክልሰሓሳባዊ ይኹን ግብራዊ ናይቲ ሞያ ትምህርቲ እውን ክመሓየሽ ክኽእል ኣለዎ። ንዕኡ ዘድሊ መሳለጥያታት ከኣ ክህልወካ ክኽእል ኣለዎ። መምህር ኮፍ ኢሉ ክዛረብ ከረድእ ጥራይ ዘይኮነ ብግብሪ ዝሰርሕሉ ላቦራቶሪታት፣ ወርክሾፓት ክህሉ ክኽእል ኣለዎ። ንዕኡ ዝበቅዕ ኣላዪ መምህር ወይ ኣሰልጣኒ ክህሉ ክእል ኣለዎ። እዚ ከኣ ዓመት ዓመት እናበዝሐ ክኸይድ ኣለዎ ተባሂሉ ምናልባሽ ኣብዘን ክልተ ዓመታት ተራእየ ን ሓምሳ ሚእታዊት ናይቲ ዓቕሚ ኣብዞርብ ክንገብሮ ንክእል ኣለና ኢልና ክንዛረብ ንክእል ኢና። ዓመት ዓመት ዓሰርተ ሽሕ ዝኣኽሉ መንእሰያት ኣብ ናይ ስልጠና መደባት ኣተኣታቲና ብቑዕ ሞያ ቀሲሞም ኣብ ግብሪ ተዋፊሮም ወይ ሰሪሖም ፅባሕ ንጎሆ ህይወቶም ዝመርሕሉ ዕድላት ክኽሰተሎም ኣሎ ናብ ዝበሃል ክንከይድ ጋና ሓደ ሓደ ክማልኡ ዘለዎም ተዓፅሎ ኣሎ ግን ብግብሪ እንድሕር መፂና ሕጂ ርኢና ኣብ ማሽነሪ ዝሰርሑ

ኣብ መዓላ ናይ ዘሎና ጸጋታት ናይ ማሽነሪ ነዞም ደምሃርናዮም ክንሰርሕ ግን ሎሚ ሓደ ዶዘር ሒዙ ጽርግያ ዝሰርሕ ዘሎ ኩሎም ሚእቲ ካብ ሚእቲ ዕዉታት እዮም እንተዘይበልና ዝበዝሑ ካብኣቶም ነቲ ስራሕ ሒዞሞ ኣለዉ ኢልና ክንዛረብ ንኽእል እቲ ብድሆ ናይቲ ስራሕ ዕብየት ንእሽቶ ኣይኮነን ክንዲ እዞም ኣሰልጢንናዮም ዘለና ዘይኮነስ ከክንዲ ዓሰርተኦም እውን ኣሰልጢንና ነቲ ዘሎና ዲማንድ ከነማልእ ኣይንኽእልን ኢና ስለዚ ንዕኡ ከም ታርጌት ወሲድካ ዓመት ዓመት ዓሰርተ ሽሕ መንእሰያት ብቑዕ ሞያ ቀሲሞም ኣይፋሉን ናይ መወዳእታ ትምህርቲ ወይ ጥበብ ሒዝኩም ኣለኹም ዘይኮነ ናብ ዲግርን ናብ ልዕሊ ዲግርን ዝኸይድ ሞያ እውን ዘይኸድሉ ምኽንያት የለን። ሕጂ እቲ ጎደና ሓንሳእ ምስ ኣተውዎ እናወሰኸ ዓመት ዓመት እናተመሓየሸ ክኸይድ እቲ ንዕኡ ዘድልየካ ትካላት፣ Institutions፣ ክትሃንጽ ክትክእል ኣለካ። ልዕሊ ኣባይቲ፣ ህንጻታት፣ ዎርክሾፓት፣ ላቦራቶሪ፣ ኮምፕዩተራት፣ ካልእ መሳለጥያታት ከኣ መማህራን ክህልዉኻ ክእሉ ኣለዎም። መማህራንን ኣሰልጠንትን ንኹሉ መስ ኣማልኣና ባዶ ብኽነት ወቒዕናዮ ኢልና ክንዛረብ ንኽእል። ሕጂ ግን ኣብ መገዲ ኢና ዘለና። ትግሃት፣ ተገዳስነት፣ ብወፍሪ ደረጃ ጽንሓለይ እተባህለ መደብ የለን። እቲ ዝደለናዮ ታርጌት ወይ ዕላማታት ኣይወቓዕናን ግን ዘሰክፍ ኣይኮነን። ጽቡቕ ውጽኢት ይረኣየሉ ኣሎ። ብኡ ዓጊብካ ቀሲንካ ግን ረማዕ ኢልካ ምኻድ ክህሉ የብሉን እቲ ዘረባ።
መወሰኽታ ናይታ ክኢላ ዓቕሚ ናይ'ዛ ሃገር ንምጽንቃቕ ብዙሕ ሸርሕታት እዩ ዝካየድ ዘሎ፣ እንታይ መደባት ኣሎ ንዕኡ ንምዕጋት? እዛ መላይትካ
ክኢላ ዓቕሚ ናይ ሰብ ናይ'ዛ ሃገር'ዚ ንምጽንቃቕ ዝካየድ ብዙሕ ሸርሕታት ኣሎ፣ ስለዚ ንዕኡ ንምምካን ዝተገብረ መደባት ወይም ቅድሚ ሕጂ ዝተኻየደ ኩነታት እንታይ ኣሎ? ንክኢላዊ ዓቕሚ?
እወ።
ንምጥንቃቕ ማለትሲ እቲ መንእሰይ ካብዚ ሃገር ንምስኳዕ።
እዚ እሞ ኩናት እዩ እዉጅ ኩናት እዩ እዚ እዉጅ ኩናት እዩ ምክንያቱ ካልእ ኣርእስቲ ስለ ዝኮነ ሕጂ ምናልባሽ ክንምልሾ ውን የድልየና ድዩ የድልየናን እዩ ማለትሲ ኣብቲ ዳሕራይ ክንመጾ ኢና ናይ ደገ ናይ ግዳም ፖሊሲታት ንምስናፍናን ንምንብርካኽናን ኣብ ውሽጢ ዕስራን ሓሙሽተን ዓመታት ዘይተገብረ ነገር የለን። እቲ ቀንዲ ታርጌት ግን ዓቕሚ ሰብና ፋሕፋሕ ምባል እዩ እቲ እዉጅ ኲናት ማለት እዩ። መን እዩ ነቲ ኲናት ኣዊጅዎ፣ ከመይ ገይሮም ኣዊጀሞ፣ እንታይ ውጥናት ኣውጺኦም፣ ከመይ ገይሮም ሰሪሖምሉ ኢልና ዝኾነ ነገር ክንዛረብ ንኽእል ኢና። ኣብዚ መወዳእታ እዋን ንኣብነት እንተ ርኢናዮ ኣብዚ ከባቢ ብዘሎ ምዕባሌታት ኣብዚ ከባቢ ዝተኸተልዎ ፖሊሲታትን ጥፍሽንኡን ናብ ህልኽ እዩ ኣምሪሑ። ኤርትራ ዓቕሚ ሰባ ክዝንቆቕ ክኽእል ኣለዎ። ኦባማ ይእውጅ ዋላ ክዛረብ ይኽእል እንታይ እዩ እዚ ኩሉ ክሳብ ክንድዚ ሸቐልቀል እንድሕር ኢልካ ብዙሕ ረቋሒታት ኣሎ ምናልባት ብዙሕ ግዜ ዘይነስተባህለሉ ኣብ መወዳእታ ግን ንምድኻምና እገዳ ኣይኮነን ኣጽዋር ከይንገዝእ፣ ወተሃደራዊ ዓቕምና ከይነሐይል፣ መሬትና ሓራ ከይንገብር፣ ከይንካእ፣ እሱ ጥራይ ኣይኮነን። ኣብ ቀጻሊ ኮለል ናይ ዶባት ግጭት ምእታውና ትም ኢልካ ዝመጸ ነገር ኣይኮነን። መሳርዕና ንምዝራግ ዘይፍተን ነገር የለን። ሕጂ ግን ኣብዛ ናይ መወዳእታ ነጥቢ ዝመጸት መንእሰይ ክጽንቀቕ ክኽእል ኣለዎ። መንእሰይ ኣብቲ ዓዲ ኮፍ ክብል የብሉን። ብእተፈላለየ መንገዲ ኣብ ደገ ገነት ከም ዘሎ፣ ኣብ ደገ እተፈላለየ እንተ ኣካትብሎ ከም ዘሎ፣ ካብዚኣ ወይ ንኢትዮጵያ ሰጊርካ ኣብ መንገዲ ወያነ እተዋደደ ትካላት ኣብኡ ትኸይድ፣ መሳለጥያ ኣሎ ካብኡ መገዲ የጸርጉልካ፣ ንዶብ ሱዳን ትኣቱ ካብ ዶብ ሱዳን ንዶብ ሊብያ ትኸይድ ካብ ዶብ ሊብያ ላምፔዱሳ ትኸይድ ካብኡ ኣብ ጥልያን ተሰሊጡካ ሽወደን ተሰሊጡካ ካብኡ ከኣ ናብ ኣሜሪካን ናብ ካናዳን ትኸይድ ብምንታይ ምኽንያት ከምኡ ይኸይድ ኣሎ ስለምንታይ እንድሕ ኢልካ ገጂፍ ኣርእስቲ እዩ ዘገርም ኣብዚ ቀረባ እዋን ዓሚ ክልተ ሽሕን ዓሰርተ ሽዱሽተን ኤሮጳዊ ሕብረት ን መንግስቲ ናይ ወያነ ሓሙሽተ ሚእቲ ሚልዮን ዩሮ ሸኒኑሉ ማለት ወሲኑሉ ንምንታይ ካብ ኤርትራ ንዝሃድሙ መንእሰያት ጆብ ክሪኤሽን ሞያ ክፈጥረሎም ማለት እዩ ከስርሖም ኣብ ኢትዮጵያ ተባሂሉ ብኸመይ መንገዲ ኤሮጳዊ ሕብረት ሓሙሽተ ሚእቲ ምልዮን ንስርዓት ወያነ ሂቡ፣ ካብ ኤርትራ ስራሕ ንድሰኣኑ እተጨነቑ መንእሰያት ኣብኡ ተቐቢሉ ከስርሖም ይኽእል ኢሉ ሓሲቡ? ብጀካ ናይ ኤርትራ ጸጋ ናይ ሰብ ምብትታን ካልእ ዝኾነ ዕላማ የብሉን። ኣይዲያል ኣብ ጽቡቅ ኩነታት ጽቡቅ ዝምድናታት ኣለና እሞ ኣብ ዝኮነ ቦታ ይኪድ ኤርትራዊ ስራሕ ክረክብ ኣብ ጀርመን ስራሕ ክረክብ ኣብ ኤሮጳ ክራክብ ኣብ ካናዳ ኣብ ኣሜርካ ኣብ ማእከላይ ምብራቅ ኣብ ኣፍሪቃ ውን ክከይድ ይክእል ጸገም የለን ኢልካ ክዛረብ ትክእል ከምዚ ዓይነት ነገር ከመይ ገርካ ከብል ይክእል ቁሩብ ከ እንተ ሓሰብኩም እንድሕር ደኣ ስራሕ ንመንእሰያትና ኤርትራውያን ክትፈጥሩሎም ደሊኩም ኣብ ኤርትራ ደይ ትፈጥርዎ ኣይንደልዮን ካባኻትኩም ስራሕ ፍጠሩልና ኣይንብለኩምን እና ግን ከም ኮነኸ ክሳብ ክንዲ ዝኣክል ገንዘብ ስለምንታይ ተብሉ ኣብ ዶብ ናይ ሱዳን ኣብ ምብራቓዊ ዶባት ንዘሎ መቐበሊ መዓስከራት ናይ መንእሰያት ኤርትራውያን ኣብዚ ቀረባ እዋን ሓደ ሚእትን ሰብዓን ሚልዮን ዩሮ ተወሲኑ ናይ ዩኤን ኣካላት ኣብኡ ክሰርሓ ናይ እተፈላለያ ናይ ኤሮጳ መንግስታት ወከልቲ ድኳናት ከፊቶም ይቕበሉ ኣለዉ መንእሰያት። ንዓና ከሰንፉና እዮም ኢልካ ትሕሰብ ነገር ኣይኮን እሱ ካልእ ኣርእስቲ እዩ። ዋና ነገር ግን ንዓታቶም ከም ዝመስሎም ኤርትራ ትበሃል ሃገር ከተሰንፋን ከተድክማን እንድሕር ኮንካ ቀዳማይ ህዝባ ከተጥቅዕ ክትክእል ኣለካ፣ ህዝባ ክትበታትን ክትክእል ኣለካ፣ ጸጋታታ ክትዘቁ ክትክእል ኣለካ። እዚ ምናልባት ምስ ገጅፍ ኣብ ኤሮጳን ኣብ ኣሜሪካን ኣብ ምዕራብ ዘሎ ቁጠባዊ ቅልውላዋት፣ ናይ እተን ሃገራት ጸገማት ውን ብሓደ ብሓደ እንተርኢኻዮ እዚ ብስደት ክሽፍንኦ ዝደልያ ዘለዋ ናታተን ጸገማት ናተን ቁጠባዊ ብድሆታት ገለ ካብኡ ክኸውን ይኽእል። ግን ብፍላይ ኣተኩሮ ናብ እዚ ከባቢ ካብኡ ናብኡ ከኣ ናብ ኤርትራ ዘሎ ናይዚ ዕስራን ሓሙሽተን ዓመታት ገዚፍ ዛንታ እዩ። ብዙሕ መጻሕፍቲ ክጸሓፈሉ ዝኽእል እዩ። ፊልምታት ኣሎ። ከመይ ጌርካ እዩ ዝውደብ እዚ እንተኣ ትብሎ፣ ሃሎ ብሞባይል ጀሚርካ ንስድራቤት ኣህውቲትካ፣ ኣንስቲ ብ ገዛ ንህጻናት ከም ዝነፍጹ ክገብራ ዝካየድ እተፈላለየ ዘመተ ንዕኡ መሳለጥያ መህደሚ መስገር ዶብ ትኸውን፣ ካብ ዶብ ምስ ሰገርካ ከኣ ክሳብ ኣብ ቀላይ ጢሒልካ ትመውት ዝገይድ ነገር ሃንደበት ወይ ፍኑው ነገር ኣይኮነን። ውዱብ ናይ ስለያ ትካላት፣ ዓበይቲ ናይ ስለያ ትካላት ኣብ ኤሮጳን ኣብ ኣሜሪካን ዘለዋ ዝውድበኦ ገጂፍ ማል ሰሊዕናሉ ዝሰርሓሉ ዘለዋ እዩ። እንታይ ንገብር ከመይ ጌርና ንምክቶ ከመይ ጌርና ንሰርዖ ካልእ ኣርእስቲ እዩ ግን ብኸምኡን ወዲ ከምኡን ነዛ ሃገር ከሰንፍ እየ ኢሊ ድሓስብ የዋህ ጥራይ እዩ ክብል ዝኽእል ኣነ እዚ ማለት ግን ኣስተናዒቕና ንዕኡ ኣይንግደሰሉን ኢና ስለምንታይ እዩ ዝኸውን ዘሎ ብኸመይ እዩ ዝኸውን ዘሎ ከመይ ጌርና ከ ክንምክቶ ክንክእል ኣለና ህጻናት ህጻናት ቆልዑ ኣዴታቶም ከኒና መደቀሲ ገይረን ዶብ ኣስጊረን ንኤሮጳ ዝሸጥዎም ኣለዉ። ኣብ ኤሮጳ ፋሕፋሕ ኢሎም ጠፊኦም ዘለዉ ህጻናት በሽሓት ዝቑጸሩ እዮም። ኣላዪ ናባዪ ዘይብሎም ጠፊኦም ተባሂሉ ዝውረ ወረ ብኸመይ መንገዲ ክንርድኦ ንኽእል? ከምዚ ዝኣመሰለ ሰብኣውነት ኣሎ ድዩ? ንሃገራት ፋሕፋሕ ኣቢልካ ነናሕሕዶም ኣናቝትካ ንጸጋታቶም ዘቝዕካ ኣብ ዓብብ ንእሽተይ ንሕስያ ዘይብሉ በደል ጥፍሽና ጥራይ እየ ዝብሎ ኣነ። ንሕና ምናልባሽ ግዳይ ናይ ከምዚ ዝኣመሰለ ሕሙም ኣእምሮ ኰይንና ክንብል ንኽእል ግን ከምዚ ቀዲመ ዝጠቐስክዎ ኣየሰንፈናን ከሰንፈና እውን ኣይኰነን ኣይነስተናዕቖን። ዕዮ ገዛና ካብ ምግባር ከኣ ዓዲን ውዕልና በርቲ ዓቕሚ ምዝቋቕ ዝበሃል ደሓረይ ምናልባሽ ኣብተን ናይ ወጻኢ ዘለዋ ኣርእስታት መጺና ክንዛረበለን ኢና ናይ ዕስራን ሓሙሽተን ዓመታት ገምጋም እንድሕሪ ገርና ብኡ ጥራይ ዘይኮነ ንምስናፍና ዘይተፈተነ ነገር ኣሎ ኢልካ ክትዛረብ ኣይትኽእልን እዚ ሕጂ እቲ ሶፍት ስፖት ዝብልዎ ንሳቶም ማለት እዩ እቲ ዝቐለለ እዩ። ናይ ፈረንሳ ፕረዚደንትሲ ኤርትራስ ድሕሪ ቁርብተይ ህዝባ ክጽንቀቕ ኢሉ ተዛሪቡሲ ኣበይ ኢኻ ውዒልካስ ከመይ ጌርካ ኢኻ ፈሊጥካዮ እዚ ኩሉ ሰብ ክጽንቀቕ እዩ ኢልካ ትዛረብ ዘለኻ እቲ እንታይ ማለትካ ኢኻ ካበይ ኢኻ ኣምጺኻዮ መን ኢሉካ ከምኡ መጺኻ ኤርትራ ርኢኻያ ትፈልጥ ወይ ናትካ ሰባት ርኢካ ትፈልጥ ተብል የለን እዚኣ ናይ ጀርመን ሰበይቲ ሜርኬል ዝብልዋ ኣብ ኣዲስ ኣበባ ከይዳ ኣብኡ ዝሰርሓቶ ስራሕ ኣብዚ ካልእ ኣብ ሱዳን ኣብ ግብጺ ኣብ ገለ መለ ዝሰርሕዎ ዶ እንታይ ስለ ዝጨንቐኩም ኢኹም ከምኡ ትገብሩ ዘለኹም እንድሕ ኢልካዮምሲ ኣነ ናይ ኣእምርኦም ስንክልና ጥራይ ዘምጽኦ ዘሎ ጸገም እዩ ነዚ ዓድኻ ኣይፈልጥዎን እዮም ፈልጦ ከኣ ግዜ ክወስደሎም ወይ ከይፈለጥዎ ከለዉ ከማን መዓልቶም በሊዖም ክከዱ ኢዮም ኢና ድማ ንዛረብ ብዙሕ ስለ ዘይስከፈና እቲ ዋና ነገር ግን ታይ ኢዩ ኣነ ሂስተርያ ኢየ ዝብሎ ዕብዳን ኢዩ ክሳብ ከምዚ ዝኣመሰለ ውጥናት ኣውጺኻ ናይ ሓንቲ ንእሽቶ ሃገር ክትበታትን ከተዳኽም ዓቅምታትካ ዓቅምታታ ክትዘቅቆ ምፍታንሲ ኢንሳኒቲ ኢዩ ካልእ ትርጉም ኣለዎኢልካ ክትዛረብ ኣይትክእልንኣትብኡ ዝከይድ ዘሎ ግዳይ ብእተፈላለየ ምኽንያታት ነናቱ መግለጺታት ክህልዎም፣ ጨቋኒ ስርዓት ስለ ዘሎ፣ ብካብ ጭኮና ሃዲምና መጺእና ከምዚ ኮይና ኣቢልና፣ ናይ ቁጠባ ዕድላት ስለ ዘየለ መጺእና እዛ። ንካልኻ በልኹ፣ ብዙሓን ሰሚዕናካ ኣለና ጥራይ ኢኻ ትብል፣ እቲ ዋና ነገር ግን ከም ዝበልክዎ እቲ ዝግብኣና ዘድልየና ዕዮ ገዛና እናገበርና ክንከይድ ጸኒሕና ኣለና፣ ኣብዚ ሕጂ ዘለናዮ ደረጃ ከኣ ብዙሕ ዘሰክፍ ጉዳይ እውን ኣይኮነን።
ሐራይ ክቡር ፕረሲደንት ገና እቲ ሕቶታት ዘቤታዊ እውን ስለ ዘይወዳእና ምስኡ ዞባዊ ኣሎ ዓለማዊ ስለ ዘሎ ይቕሬታ እናሓተትና ንሎሚ መዓልቲ ኣብዚ ደው ክንብል እቲ ተሪፉና ዘሎ ከኣ ጽባሕ ክንቅጽል ክተፍቅደልና ንሓትት። ወጽ በኣ ኣንቢብዮ ክመጽእ እየ ነዚ ገርኩሞ ዘለኹም ሲ ኣነ ከኣ ኣንውሓልኩም ኣለኹ ማለት እንድዩ ከየንውሓልኩም ጽባሕ ክሕጽረልኩም ክፍትን እየ ብዝተኻእለ መጠን ዳርጋ ሎሚ ተኻሪጀ ክኸይድ እየ ጥራይ ኢለ ሓሲበ ኔረ ኣይተሳለጠን ዋላ ፍርቂ ከማን ኣይበጽሐን ኣሎ ወረቓቕትኹም በዚሑ ሕቶታትኩም ከኣ ከቢዱ ማለት እዩ ኩሉ ተሰጊዱ ሓንቲ ክስታይ መጺኡ ዝኾነ ጽባሕ ንራኽብ ደሓን ክራኽበና እዩ ጽባሕ የቐንየልና ውፉይ ተዓዘብቲ ኣራይ። ዝኸበርኩም ተኸታተልቲ ንሎሚ ዘካየድናዮ ቃለ መሕትት ምስ ክቡር ፕረሲደንት ኢሳያስ ኣፈወርቂ ኣብዚ ፈጺምና ኣለና። ካልኣይ ክፋል ጽባሕ ሰዓት ሸሞንተ ናይ ምሸት ዳግማይ የራኽበና። ደሓን ኣምስዩ።